ሰላም ሰላም ሰላም ኣብ ኩሉ ኩርናዓት ዓለም ኮይንኩም ኮይንክን መደባተይ ትከታተሉ ትከታተላ ከመይ ኣለኹም ከመይ ኣለኽን ሰላም ክትህልዉ ክትህልዋ እንዳተተምነኹ ማለት እዩ ሎመዓልትን ናይዛ ሰዓት እዚኣ መደብ ሒዘ ከዓ ምሳኻትኩም ምሳኻትኩም ክፀንሐ እሕፅር ኣቢለ ሓንቲ ኣዝያ ኣገዳሲት ኣርእስቲ ሒዘ መፅእ ኣለኹ ማለት እዩ። ንዓይ ኣገዳሲት ኮይና ስለ ዝረኸብኩዋ ማለት እዩ። ናተይ ሓሳባት ውስኽ ኣቢለ ቁሩብ ንዓይ ከኣ ዝረኣየኒ ማለት እዩ። ኣብዚኣ ሓደ ሓውና መምህር እዩ ናይ ኣብዚ ዩቱብ ኮይኑ ዝምህር ማለት እዩ። ኣዝዩ እቲ ሓሳባቱ መቸም መምህር ክበሃል ከሎ በቲ ናይ ዲፕሎም ተመረቐሉ ብኡ ዝምህር ገለ ኣይኮነን ማለት እዩ። ናይ ባዕሉ ተውህቦ፣ ናይ ባዕሉ ፈጠራታት፣ ናይ ባዕሉ መመቓቐሪ ወሲኹ ነቲ ተምሃራይ ተመስጦ ዘሕድረሉ ማለት እዩ ስሕበት ዝፈጥረሉ ክእለት ዘለዎ እዩ መምህር ዝብሃል ማለት እዩ። መምህር ብመጽሓፍ ጥራይ ክምህረካ ኣኻሊ ኣይኮነን። መጽሓፍ ዘይክርድኣካ ይኽእል እዩ። ግን እቲ ሰብ ኣዝዩ ስሕበት ዝፈጥረልካ ምሻሎ ንኻሊእ ዘይኮነ ስሕበት ዝፈጥረልካስ ሓንጎልካ ይኽፈት ማለት እዩ። ብኹሉ በቀራርብኡ፣ ብተገዳስነቱ፣ በቲ ኣዝዩ ድኻሙ ተገዲሱ ደኺሙ ንተምሃሮኡ ክፈልጡ ክኢሉ ኣመቓቒሩ ብዝኾነ እዚ ምሻሎ ምስላታት እንዳምፀአ ድዩ ዋላ ዝኾነ ካብ ተመክርኡ ዘሕለፎ እናሓወሰ ድዩ ዝምህረካ መምህር ብጣዕሚ ፅቡቕ እዩ ማለት እዩ ፅቡቕ እዩ ደስ ዝብለካ ካብ ኩሉ ከዓ ፍሕሽው ገፅ ዘለዎ ክኸውን ክኽእል ኣለዎ መምህር ማለት እዩ ሓፈሽኡ ክምህር ኢሉ ዋላ ኣብዚ ሶሻል ሚድያ ከምዚ ኢልካ ክትመፅእ ከለኻ ገፅካ ፍሕሽው ክኸውን ክኽእል ኣለዎ ማለት እዩ ገፅካ ኣሳር ክኸውን የብሉን ማለት እዩ ንሰባት ኣዚኻ ትኸብዶምን ተጽልኦምን ክትከውን የብልካን ማለት እዩ ነገሩ ኣብዚ ሸሻል ሚድያ ሕጂ በቲ ናይ ሓሳብ ናይ ፖለቲካ ተዓብሊሉ ስለ ዘሎ እቲ ኖርማል ዝበሃል ሂወት ገዲፍናዮ ኢና ዘለና ማለት እዩ ሕጂ ንሰብ እንታይ እዩ መትከሉ እንታይ እዩ መርገፂኡ ኢኻ ትብል እምበር እንታይ እዩ ዝብል ዘሎ ኣይትብልን ኢኻ ማለት እዩ ጥር ትብል ሓንቲ ነቲ ሓሳባትካ ነቲ ንስኻ ዘለኻዮ ነቲ ንስኻ ትደልዮ እንድሕሪ ሓንቲ ቃል ኣውፅኢልካ ሓንቲ ሓሳብ እንድሕር ብምልእታ ሃሪሙልካ በቃ እዚ ናተይ ሓሳባት እዩ ዘሳስ ዘሎ ከም ናተይ ሓሳባት ከም ናተይ መትከል እዩ ዘለዎ ኢልካ በቃ ወላ ተኻሊእ ፋልሶ ይኹን ደዲሕሩ ትስሕብ ትስዕብ ማለት እዩ ግን ከምኡ ይኮነን ክኸውን ዘለዎ ከምኡ ኣይበሰልናን ኣለና ስለ ዝኾንና እምበር ከምኡ ኣይኮነን ክኸውን ዘለዎ ማለት እዩ እንታይ ደኣ ናይ መትከሉ ብዘየገድስ፣ ናይ ኣተሓሳስባኡ ብዘየገድስ ግን እንታይ ይምህር ኣሎ፣ እንታይ ይዛረብ ኣሎ፣ እንታይ እዩ እቲ ሒዝዎ መፂኡ ዘሎ ጠቓሚ ዶ ይኸውን? መጀመርታ መጀመርታሲ ብዓይኒ ናይ ቲፎዞነት ክንከይድ የብልናን። እዚኣ ብዓይኒ ናይ ቲፎዞነት ክንከይድ የብልናን። እቱ ዝምህር ዘሎ ሰብ ትሕዝቶ ዝምህሮ ዘሎ እንታይ እዩ? ከመይ ኢኸ እቲ ሰብ ኣቀራርብኡ ፍሕሽው ድዩ? ከመይ ኢኸ እቲ ሰብ ኣመሃህርኡ ብቕዓት ኣለዎ ድዩ? ከነማዛዝን እንታይ ኢኸ እቲ ዝብሎ ዘሎ ከዓ እቲ ዝብሎ ዘለኸ እንታይ ጠቅም ዶ ይኸውን? በየናይ እዩ ዝጠቅም? ናብ ዝጠቕመካ ክትቅይሮ ምፍታን ማለት እዩ እዚ ዋላ ዘይጠቕመካ ኢልካ ክትሓልፎ ዝሓሰብካ ክጠቕመካ እዩ። ንዓኻ ዝጠቅም ከኣ በየን ከም ዝመጽእ ኣይፍለጥን እዩ ማለት እዩ። እንታይ ደኣ ሰኣን ምስትውዓልካ ከይሓልፈካ ጥራይ ከተስተውዕል እዩ ዝግብኣካ። ሕጂ ኣብዚኣ ይሰምዖ ጸኒሐ ሓደ ሓውናሲ ብጣዕሚ ኣመሃህርኡ ኣዝዩ ስለ ዝመሰጠኒ እቲ ኣመሃህርኡ ከዓ ከምዚ ዝብለኩም ዘለኹ ኩሉ ነገር ዘለዎ እዩ ማለት እዩ። ዝሓውና ኣፍልጦ ኣለዎ። ኣቀራርባ ከመይ ገይሩ ከም ዝቐርብ ከመይ ገይሩ ነቲ ዘንበቦን ነቲ ካብቲ ትዕዝብቱን ካብቲ ህሉ ኩነታትናን ኩሉ ኣቃናቢሩ ናቱ እውን ዝሓለፎ እንዳበለ ኩሉ ኣቃናብር ኣቢሉ ንሕና ፅቡቅ ገይርና ኽንኩልሶን ኽንውሕጦን ማይ እኳ ዘየድልየና ስክ ከይበለ ሸተተት ኢሉ ክወርድ ናብ ከርስና ኸም ዝኸውን ጥዑም መግቢ ከምኡ ከዓ እዚ ናቱ ኣስተምህሮ ከዓ ኣብ ትምህርትካ ኣብቲ ሓንጎልካ ዝስነድ ኣብ ሓንጎልካ ዝኣቱ ዓይነት ኣመሃህራ ገይሩ እዩ ዝምህር ዘሎ እሞ በቲ ሓደ ወገን ከነተባብዖ ደስ ብለኒ ማለት እዩ ከነተባብዖ ኣለና በቲ ካሊእ ወገን ከዓ ንዕኡ ንምትብባዕ ጥራይ ዘይኮነ ንሕና እውን ክንጥቀም ኣብቲ ናቱ ትምህርቲ ክንርከብን ኣብቲ ናቱ ቻነል እንዳኣተና ክንመሃርን ክንዓብን ንመጻኢ ብሩህ መጻኢ ክህልወና፣ ኣዝዩ ብፍልጠት ዝተሃንጸ ኣእምሮኡ ዝኾነ ወለዶ መታን ክህልወና፣ እሱን ድሕሪ ኮይኑ ከኣ ንሕና ካብ ኣደዳ ስደትን ካብ ኣደዳ ውርደትን ካብ ኣደዳ ልማኖን ክንገላገል ንኽእል ክንከውን ስለንኽእል ኣብ ዝጠቕመና ኣብ ቁሩብ ነገር ክንሕዘሉ እንኽእል ክንጥቀመሉ እንኽእል መደባት ዘዳልዉ ኣሓትና ኣሕዋትና ኣብኡታት ክንከታተል እየ ኣነ ክምዕደኩም ዝደሊ ማለት እዩ ኣብኡታት ክንከታተል ብጣዕሚ ፅቡቕ እዩ ሕጂ እዚ ዝሓውና ኣዝዩ በቲ ኩሉ ነገር ውሕልል ኣቀራርብኡ ፍልጠት ውን እኹል ኣለዎ እቲ ኣቀራርባ ከመይ ጌሩ ናብ ህዝቢ ከቕርቦ ከም ዝኽእል እንተስተውዒልካሉሲ ብጣዕሚ ዝድርበኳ ኣየምጽእን ማሌት እዩ ከመይ ጌሩ የቕርቦ ናቱ ተውህቦ ኣቀራርባ ኣለዎ ማለት እዩ። ከምዚ ንኣብነት መግቢ ክትቅርብ ኮለኻ በየኣይነቱ ጌርካ ትቕርብ እሞ ካብቲኣ ተበለትካ በቲኣ በቲኣ ተበለትካ በቲኣ እንዳገበርካ ኣዝዩ ጥዑም ዝኾነ መኣዛዊ ዝኾነ ንኣካላትካ ዝሃንፅ ከብድኻ ከዓ ዘዐንግል በቲ ከዓ እቲ መኣዛታት ጎዲሉኳ ስታይ ኣካላትካ ከይደክም ሓይልን ሙቐትን ዝህብ መግቢ እትምገቦ ከምኡ እዩ እዚ ፍልጠት ከዓ ከምኡ እዩ ሕጂ ዝሓውናሲ ኩሉ ነገራቱ ሙሉእ በቃ ትቀራርብኡ ወልሓንቲ ዝጓሓፍ ዘይረኸብኩሉ ነቲ ዝምህሮ ንሱ ማለት እዩ ሓደ ሓደ ግዜ ብገለ ነገር ክትርእዮ ትኽእል ሓድሓደ ግዜ ከኣ ብገለ ነገር ክትርእዮ ትኽእል ግን በቲ ኮይኑ በቲ ኮይኑ ኣዝዩ ጠቃሚ እዩ ንሓንጎልና ዝሃንጽ ስለ ዝኾነ ኣዝየ ስለ ዝመሰጠኒ እሞ በዚ ኣጋጣሚ ንዕኡ ከመስግኖ ይደሊ ማለት እዩ ከመስግነካ ማለት እዩ ብምቕጻል ከዓ ንክላበዎ ዝደሊ ንከምዚኣቶም ገይሮም መደባት ዘቕርቡ ኣሓት ኣሕዋት ክተባብዑ ክዓብዩ ይግብኦም መታን ንዓና ክንጥቀም ማለት እዩ መታን ንዓና ክንጥቀም ዘይንፈልጦ ክንፈልጥ ንኽእል ኩሉ ነገር ስነ ስርዓት ኣመሃህራ እውን ናይ ኣመሃህራ ስነ ስርዓት እውን ኣሎ እዩ ስእልካ ኣይኮነን ዓጋም ጥሓስ ከምዚ ንኸዶ ዘለና ኣብዚ ሶሻል ሚድያታት ዘሎ ኣይኮነን ማለት እዩ ስለዚ

ኦቨርሆል ክንገብሮ ክንክእል ኣለና ብመሰረቱ እቲ ነቲ ስርዓት ወይ ነቲ ሲስተም ናይ ትምህርቲ ክንቅይሮ ክንክእል ኣለና።
ስርዓተ ትምህርቲ ናይ ዓድና ወዲቑ እዩ ዘሎ ምትንሳእን ምሕዳስን የድልዮ ኣሎ ግን ክምለስ ዘድልዮን ዓብን ኣገዳስን ሕቶ ድማ ኣሎ ኣብ ሃገርና ብኸመይ ኢኻ ስርዓተ ትምህርቲ ክትቅይሮ ትኽእል ብኸመይ በላሕቲ መንእሰያት ከተፍሪ ትኽእል ንሕና እዞም ፈሪና ዘለና መንእሰያት ከ በቃ ኣኺሉና ድዩ ዝብሉ ብዙሓት ሕቶታት ኣልዉ። ብርግጽ ብዛዕባ እዚ ኩሉ ሓሳባተይ ኣብ ሓያተይ ጉዳይ እየ ዝጽ። ሰላም ሓንቲ ኣብ ኮሌጅ ተማሃራይ ከለኹ ዘጋጠመትኒ ዛንታ ከዕልለኩም። ከም ኩለን መዓልታት ሓደ መዓልቲ ናብ ክላስ ምስ መጻኹ ኩሎም መማህርተይ ገጾም ብሓዘን ጸምሊሉ ጸኒሕኒ። እተን ደቂ ኣንስትዮ ከኣ'ሞ ክበኽያ'የን ጸኒሐናኒ። ሽዑ ኩሎም ናባይ ግልጽ ኢሎም ጠምቱ'ሞ ብሰንክኻ ኩልና ክላስ ምሉእ ተሰጊጉና ምስ በሉኒ ኣዝየ ሰንቢደን ድንግርግር ኢሉንን። ቅድሚ'ዛ ንዓይ ዘጋጠመትኒ ዛንታ ምቕጻልና ግን ሎሚ ኣገዳሲ ሕቶ ኢና ክንሓትት። ንሃገርና ናብ ድኽነትን ድሕረትን ንህዝብና ድማ ናብ ስደትን ጽንተትን ኣውዲቑና ዘሎ ቀንዲ ጠንቂ እንታይ ኢልኩም ትሓስቡ? እዚ እቲ መሰረታዊ ሕቶ እዩ። እዛ ሕቶ ንነዊሕ ዓመታት ዘተሓሳሰበትንን ሕንቅል ሕንቅሊተይ ዝኾነትንን ሕቶ እያ። ኣብቲ ዓመት ኣቶ ኢሳያስ ኣፈወርቂ ጽቡቕ ገይሩ ጠንቂ ውድቀትና እንታይ ምዃኑ ብቓሉ ስለ ዝገለጾ ብዛዕባ እዚ ገዳሲ ሓሳብ እየ ሎሚ ክዛረብ። ምኽንያቱ ኣብዚ ሓሳብ እዚ ምስኡ የሰማማዕ እየ። እንተኾነ ሓደ ዓቢ ሽግር ግን ኣሎ። ማለት እዛ ሓሳብ ኣዝያ ሓደገኛ ሓሳብ እያ። መራሕቲ ንሃገር ንኸበልጽጉ ወይ ድማ ኣይግበሮ ንኸባድሙ ዝጥቀሙላ ሓደገኛ መሳርሒት እያ። እዛ መሳርሒት ንሃገር ከተዐውት ወይ በንጻሩ ከተውድቕ፣ ከተበልጽግ ወይ ድማ በንጻሩ ከተድኪ ክትጥቀመላ ትኽእል ዓባይን ተኣፋፊትን ሓሳብ ስለ ዝኾነት እየ ንዓመታት ተጨኒቐላ። ሎሚ ግን ብዛዕባ እዛ ሓደገኛ ሓሳብ ጥራይ ኢና ኣጽቢብና ክነዕልል። እቲ ነዛ ሓሳብ እዚኣ ኣገዳሲት ዝገብራ ድማ እዛ ሓሳብ እዚኣ እታ ንዓይ፣ ንዓኻ፣ ንዓኺ ከም ሰባት ባህርያትና፣ ህይወትና፣ መጻኢናን እዚ ሎሚ እንነብሮ ዘለና ናብራን ዝቐረጸትን ዝሃነጸትን ኣገዳሲት ሓሳብ ስለ ዝኾነት እዩ። ስለዚ ሎሚ ብሓንሳብ ክንድህስሳ ኢና። እዛ ሓሳብ ግን እንታይ እያ? ናብ ናይ ሎሚ መደብ ከብለኩም እየ። Eritrea Eritrea
Jag befinner mig ju här i mörkaste Östergötland. ሰላም ኣሕዋት ከመይ ኣለኹም ነቶም ዘይትፈልጡኒ ዓወት ፍስሐ እየ ዝበሃል ናይ ሎሚ መደብ ኣብ ኮሌጅ ከለኹ ዘጋጠመትኒ ዛንታ ገይረ እየ ክጅምራ ሓደ መዓልቲ ኣብ ክላስ መምህር እናምሃረና ከሎ ኣነ ግን ኣብ ላፕቶፐይ ናይ ካልእ ስራሓተይ ጉዳይ እየ ዝፅሕፍ ነይረ ተመሲጠ ስለ ዝጽሕፍ ዝነበርኩ ድማ እዚ መምህር ከይረኣኹዎ ብድሕረይ ብምምጻእ እንታይ ይገብር ከም ዘለኹ ስቕ ኢሉ ተዓዘበኒ። ሽዑኡ ዘድልዮ ምስ ረኣየ ዓወት ኣብ ግዜ ትምህርቲ ካልእ ስራሕ ትሰርሕ ኣለኻ? ብምባል ሓተተኒ። ብርግጽ ጽቡቕ ኣለኻ መምህር ብምባል ድማ መለስኩሉ። ስለምንታይ ዘይትመሃር? ብዛዕባ ስራሕ ኣብዚ ኮይንካ ክትጽሕፍ ዓቢ ጌጋ እዩ በለኒ። እወ ጽቡቕ ኣለኻ መምህር እንተኾነ ከምቲ ብዝሓለፈ ክላስ ዝነገርኩኻ እዚ ትምህርትኻሲ ሓድሽ ኣይረኽበሉን እየ ዘለኹ እታ ዝሃብካና ወረቐት ኣንቢበያ እየ ዝመጽእ ንስኻ ድማ ኣብዚ መጺኻ ደጊምካ ንዓኣ ነታ ወረቐት ኢኻ ተንብባ ዘለኻ እዚ ድማ ቅኑዕ ኣመሃህራስ ኣይኮነን ግዜ እዩ ንኸንቱ ዝጠፍእ ዘሎ። መለስኩሉ። ክላስ ምሉእ ሰንቢዶም ናባይ ግልጽ ብምባል ክጥምቱኒ ጀሚሮም። ከምዚ ኣጋጣሚ ሪኦም ኣይፈልጡን እዮም። ምኽንያቱ ኣብዚ ኮሌጅ ሓቂ ዝዛረብ ተመሃራይ የለን። እሞ ድማ ንመምህር ንሓቂ ኣብ ገጹ ክትድርግሐሉ ዕሽነት እዩ ዝሕሰብ። ሽዑ ኣብቲ ገጽ ናይቲ መምህር ስንባደን ተደፊረ ዝብል ሕርቃንን ይረእ ነበረ። ምኽንያቱ ተጋጊኻ ክበሃል ኣይለመደን ንኣይሲ ሕማቅ መምህር ትብለኒ ኣለኻ ማለት ድዩ ሓተተኒ ብርግጽ እንተኾነ ንስኻ ዘይኮንካ እቲ ሕማቅ እቲ ኣመሃህራኻ እዩ ሕማቅ በልክዎ ደጊመ ብድፍረት ክላስ ምሉእ ኣይ ሰሓቅ ኣይ ፍርሒ ሓንሳብ ናባይ ሓንሳብ ናብ ገጽ ናይቲ መምህር ክጥምቱ ጀመሩ ሽዑኡ ሓደ መማህርተይ ግዲ በቲ ኣመሃህራኣ ዓቅሉ ጸንቂቁ ጸኒሑ እወ ዓወት ዝብሎ ዘሎ ጽቡቅ እዩ ብምባል ደገፈኒ። እቲ መምህር ድማ ንዓይ ገዲፉ ምስኡ ናብ ሳዕጋዕ ኣተወ። ጸኒሑ ሓደ ካልእ ተማሃራይ ድማ፣ ኣመሃህራኻ ከተመዓራርዮ ብርግጽ ንደሊ ኢና፣ በለ። ሓንቲ ጓል እውን፣ ቁሩብ ተዝመዓራረ ምበርሃልና ነይሩ፣ በለት። ሽዑ ዳርጋ ኩላ ክላስ ብምልእታ፣ ስምዒታ ዳህደሓቶ። እቲ መምህር ኣብ መወዳእታ ብሕርቃን ቃል ቃል በለ፣ ምኽንያቱ ነቐፌታ ኣይለመደን። ነተን ዘንብበልና ወረቓቕቱ ጠርኒፉ ድማ ገዲፍና ካብቲ ክላስ ወጸ። ሽዑ ንጽባሒቱ ናብ ክላስ ምስ ተመለስና፣ ከምቲ ዝረኣኹሞ ክላስ ምሉእ ከም ዝተሰወኡና ተነጊሩና። ኣዚና ድማ ሰንቢድና። ገሊኣን ደቀንስትዮ ክበኽያ ጀሚረን፣ ምኽንያቱ ካብ ኮሌጅ እንተ ተሶጊርካ ዕጫኻ እንታይ ምዃኑ ትፈልጥ ኢኻ። ናብ ውትህድርና እዮም ክውዝዑኻ። ሽዑ ከምዛ ምሳይ ዘይተሰማምዑ ዳርጋ ኩሎም መማህርተይ ንዓይ ረጎሙኒ። ብሰንክኻ ተሶጊግና ብምባል ድማ ኣማረሩ። ኣነ ድማ እንታይ ከም ዝገብር ሕርበት በለኒ። ቀደም ቆልዓ ከለኹ። ህንጡ እየ ነይረ። ካብ ምጽናዕ ምጽዋት እየ ዝፈቱ። ካብ ናይ ትምህርቲ ዕዮ ምስራሕ ድማ ጋዜጣ ምንባብ ይምስጠኒ ነይሩ። እታ ዝኸፍአት ድማ ካብ ስቕ ኢልካ ብስነ-ስርዓት ምስማዕ በንጻሩ ሕቶታት ምሕታት እየ ዝፈቱ ነይረ። ኣብ ሕብረተሰብና እዚ ባህርያት ናይ ሕማቕ ተመሃራይ ባህርያት እዩ ዝሕሰብ። መምሃራንካ ይኹኑ ወለድኻ ሕቶታት ኣይፈትዉን እዮም። ብብዙሓት ካብ ቤተሰበይን መማህራነይን ይኹኑ ዝረኽቦም ዓበይቲ ሰባት ክሓትት ከለኹ ኣብ ክንዲ ዝምሉሱለይ፣ ይግስጹኒ፣ የፈራርሑኒ ወይ ድማ የከሻምሹኒ ነይሮም። ቆልዓ ብተፈጥሮኡ ህንጡይ እዩ። ብዙሕ ሕቶታት ኣለዎ። ቀልጢፉ ዝሕዝ ኣእምሮ ድማ እዩ ሒዙ ዝውለድ። እዚ በሊሕ ሓንጎል ናይዚ ቆልዓ ግን ምስ ግዜ ተጸሪቡ ተጸሪቡ ጎዲም፣ ዘይህንጡይ፣ ዘይግዱስ እዩ ዝኸውን። ሽዑ ሕቶታት ዘይብሉን ቀልጢፉ ዝርስዕን ሓንጎል እዩ ዝውንን። እቲ ዝገርም ሽዑ እኹል ሰብ እዩ ዝበሃል ንኣብነት ክኾነና ኣነን ንስኹምን ቆልዑ ከለና ወለድና ናብ ቤት ትምህርቲ ከመዝግቡና ወሲዶሙና ኣለዉ ኢልኩምሞ ኣብ ኣእምሮኹም ቅረጽዎ። ኣብዚ ቤት ትምህርቲ ድማ ተማሃሮ ዝመሃሩለን ክልተ ዝተፋላለየ ሕግታት ዘለወን ክላሳት ኣለዋ። እዛ ክላስ እዚኣ ክላስ E እያ ትበሃል። እዛ ክላስ ከኣ ክላስ F ትበሃል። ክልቲኤን ዝተፋላለየ ሕጊ ኣለወን። ንስኻ ወይ ንስኺ ኣበይ በጺሕኩም ንበል ኣብ E በጺሕኩም ንበል ኣነ ከኣ ኣብ F በጺሕኒ ኣሎ ንበል። ክልቴና ኣዕሩኽ ወይ መሓዙት ኢና። ስድራና ሓደ ኣታዊ እዩ ዘለዎም። ሓደ ዓይነት ናብራ ኢና ንነብር፣ ግን ኣብ ዝተፈላለየ ክላሳት ንመሃር ኣለና። ኣብዛ ክላስ E መምህር ምስ መጸ ኩሎም ተማሃሮ ጸጥ እዮም ዝብሉ፣ እዚ ድማ ከም ዲሲፕሊን እዩ ዝሕሰብ። ኣብ ክላስ F ግን መምህር ምስ መጸ ዘረባ ክንጅምር ኣለና፣ ምዝራብ እዩ ከም ዲሲፕሊን ዝሕሰብ። ኣብዛ ንስኹም ዘለኹማ ክላስ E፣ ንመምህርካ ምፍራሕ ከም ክብረት እዩ ዝሕሰብ ስለ ዝኾነ ንመምሃራንኩም ክትፈርሕዎም መዓት ኢኹም። ኣብ ክላስ ክኣትዉ ከለዉ ሓፍ ኢልኩም ኢኹም ትቕበልዎም። ኣብዛ ኣነ ዘለኹዋ ኤፍ ግን ንመምህርካ ከተኹብሮ እንተደሊኻ ክትፈርሖ ኣይኮነን ዘለካ እንታይ ደኣ ከበድቲ ዝኾኑ ሕቶታት ኢኻ ክትሓቶ ክትጅምር ዘለካ። ምኽንያቱ ነቲ መምህር ነዞም ከበድቲ ሕቶታት ክምልሰልካ ትጽበዮ። ፈላጥ ብሉጽ መምህር ጌርካ ስለ ትርእዮ ዘለኻ ኣኽቢርካዮ ይበሃል። ስለ ዝኾነ ኣነን እዞም ምሳይ ዝመሃሩ ዘለዉ መማህርተይን መምሃራን ናብ ክላስ ክኣትዉ ምስ ጀመሩ ብዙሕ ሕቶታት ኢና ክንሓቶም ንጅምር። መምህር መምህር ዲሞክራሲ እንታይ ማለት እዩ? ኣብ ጥቓይ ዘሎ ተማሃራይ ድማ መምህር ኣብዛ ዓለም ምንባር እንታይ እዩ ትርጉሙ? ሓንቲ ተምሃሪት ድማ፣ መምህር፣ ኣብ መጽሓፍ ቅዱስ ንሄዋን ምሽ ተመን ኢዩ ኣስሒትዋ? ቀደም እንስሳታት ይዛረቡ ነይሮም ማለት ድዩ? ኩልና ኢና ንሓቶ። ምኽንያቱ ነዞም መምህርና ፈላጥ ኢልና ነኽብሮም ኢና። ንሶም ድማ ብኽብረት ንሕቶታትና ይምልሱልና። ነታ ናተይ ሕቶ፣ ዓወት! ጽቡቕ ሕቶ። ዲሞክራሲ ማለት ህዝቢ ንሃገሩ ባዕሉ ከመሓድራ ከሎ ማለት ኢዩ። ነቲ ብ ጥቓይ ዝነበረ ድማ፣ ማንጁስ! ያ
ኣዚያ እታ ኣብቲ ቻነሉ ብዙሕ ትምህርቲ ክንመሃር ንኽእል ኢና ኣብኡ ከይድኩም ክትሰምዕዎ ትኽእሉ ኢኹም ግን እዚ ዝብሎ ዘሎ ሓፈሽኡ እቲ ናህና ኣማፃፃእና ኣዝያ ሰፋሕ እንድያ ኣዝያ ሰፋሕ እያ ብዙሕ ትምህርቲ ኢኻ ከዓ ክትረኽበላ ትኽእልታ ቪድዮ እዚኣ ጥራይ ማለት እዩ ግን ድሓን ኣብዚኣ ከብላ ምክንያቱ ኣብቲ ቻነሉ ከድኩም ረኣዩሉ ኢኹም ማለት እዩ እታ ኣብታ ቻነሉ ከድኩም ሳብስክራይብ ግበርሉ ሕብሪ ፕሮዳክትስ ጥያ ትብል ማለት እዩ ኣብኡ ከድኩም ክሳ ግበርሉ ናተይ ከዓ ተኸታታሊ እቲ እየ ማለት እዩ ስለዚ እቲ ዝብሎ ዘሎ እንታይ እዩ ናይ ነፃ ሓሳብካ ምግላፅሲ ኣየዕበየና ንዓና በቃ ብኣንፃሩስ ዘይትዛረብ ክትከውን ኣዚኻስ ተኣዛዚ ምእዙዝ ክትከውን ዝገብር ሲስተም እዩ ዘሎ ኣብ ዓድና ማለት እዩ ዋላ ካብቶም ስድራኻ ትሒዝካ ስጋብ በቃ እቲ መምህር ዝበሃል ዋላ ኣብ ዝኾነ ኺድ በቃ ኣዚኻ ስቕ በሃላይ እንድሕር ኮንካ ስነ ስርዓት ዘለካ ትበሃል ማለት እዩ በቲ ኣንጻሩ ስቕ ምባልካ ከዓ ትድንቁር ኢኻ ዘለኻ ማለት እዩ ፈራሕ ትኸውን ጃጃዊ ትኸውን ዝፈለጥካዮ ማለትሲ ቆልዓ ምን ሓደሲ ዝኾነ ነገር እንድሕሪ ናትካ ስእሊ ክትረክብ ደሊኻሲ ንቆልዓ ክትሓቶ ክትክእል ኣለካ ኢሉ መን ምዃኑ እምበር ንቆልዓ ክትሓ ቆልዓሲ በቃ ዝተረኣዮ ነፃ ዝኾነ ቆልዓ እዞም ቆልዑ ናይ ኤውሮጳ ኮይኖም ዝዓብዩ እንደረኣይዎም ፍሪ ስለ ዝኾኑ ዋላ ሓንቲ ቁሊሕ ስለ ዘይትብሎም ገደብ ስለ ዘይትገብረሎም ተረኣዮም ስለ ዝዛረቡ ኣዝዮም በላሕቲ እዮም ማለት እዩ በላሕቲ እንታ ከመይ ገይሩ እዩ ዝሓተን ዘሎ ዝቆልዓ እንታ ከመይ ገይራ እያ ካበይ እየ ኣምፂኣቶ ኢልና ከማን ንሕና ንግረም ኢና ስለምንታይ ኢና ንግረም ንሕና ከምኡ ኢልና ስለ ዘይዓበና ስቕበል ስቕበሊ ስቕበል እናበልና ስለ ዝዓበና ብዙሕ ሓሳብ ብዙሕ ራእይ ነይሩና ሰኣን ሓሳባትና ብነጻ ምግላጽ ዕድል ዝወሃበና ካብ ቤትና ኣትሒዙ ስጋብ ቤት ትምህርትታት በቃ ዘይንሓትት ብዘይካ ጥራይ ዝተበሃልካዮ ምትግባር ማለት እዩ። ስለዚ እንታይ ክብለና ጸኒሑ ሓውና ዓወሲ ተመሃራይሲ ብናይ ባዕሉ ፈጠራታት ኣምጺኡ ሕቶታት እናምጸኤ ንመምህሩ ብሕቶ ዘጨንቕ ደኣሉ ንፉዕ ክበሃል ዝከኣል እምበሪ፣ መምህሩ ዝገለጸሉስ ከም ፈተና ገይሩ ኣምጺኡ ንዕኡ እንተመሊስዎ ንፉዕ ዝበሃልሲ ዝተባህሎ'ዩ ዝደግም ዘሎ ኢሉ። ሓቁ'ዩ። ሓቁ'ዩ። ግን ንሕና ዋላ መምህር ዝመሃረና ውን ክንምልስ ኣይንኽእልን ኢና ኽንደይ ዲና ንተርፍ ኔርና ኣብ ቤት ትምህርቲ ክንደይ ዲና ካብ ንመሕለፊ ነጥቢ ፈጥፈጥ እንዳበልና መምህር ዝበለና እናረሳዕና ማለት እዩ ሕጂ እቲ ኣመሃህራ ናይ ዓድና ውን ብበትሪ እዩ ማለት እዩ። ደንጒኻ ብበትሪ ትዝበጥ፣ ጫውጫው ኢልካ ኢልካ ብበትሪ ትዝበጥ፣ ዘይመለስካ ኢልካ ብበትሪ ትዝበጥ፣ ኩሉ ነገር በትሪ ስለ ዝኾነ በዚ ገዲፎም እንዲዮም ብጸሊም ኢድና ንህረም ኔርና በዚ ስለዚ ትጸልኦ ኢኻ ማለት እዩ። ግን ከኣ ንሳ ስለ ዝኾነታ ዓድኻ ንሳ ስለ ዝኾነታ ኣተዓባብያኻ ኣናባብራኻ ሕማቕ ዘለኻ ስለ ዘይመስለካ ናብቲ ትምህርትኻ ትኸይድ ማለት እዩ። ስለዚ እቲ መምህር ከኣ ከምቲ ክገልጾ ዝጸናሕኩ ኣብ መእተዊ ሓደ ጸዋግ ድዩ ወይ ከኣ በቃ ናጽነት ካብታ ከምኣ ካብቲ ዘይመለስካ ኢሉ ዘይሃርም መምህር ከማነይ ክንደይ ኢኻ ትሕጎስ ማለት እዩ በቃ ናጽነት ይስምዓካ ጫው ጫው ኢልኩም ኢሉ ዘየሳቕየካ ዘይግስጸካ ምስቶም ተምሃሮ ኮይኑ ኣብቲ ሓደ ዴስክ ኮይኑ ኮፍ ኢሉ ምስዞም ጉሩብ እዚኦም ምዘራረብ ካብኡ ከኣ ናብቲ ሓንቲ ጉሩብ ከይዱ ይዘራረብ ናብቲ ሓንቲ ጉሩብ ሸሻል ዝኾነ መምህር እንድሕር ኮይኑ ብጣዕሚ ኢኻ ትፈትዎ ናቱ ፔሬድ ትጽበያ ኢኻ ማለት እዩ እዙ ጸዋግ እንድሕር ኮይኑ ኣብታ ሰሌዳ ኮይኑ ጥራይ ንክትምልስ እናሓተተካ እናዋጠረካ በቲ ጸዋግ ገጹን በቲ ደስ ዘይብል ቃላቱን ገይሩ በቲ ተሪር ክሳዩ ዝሓተካ በቃ ሓንጎልካ ድፍን ይብል ትጸልኦ ኣለኻ በቲ ትፈርሕ ኣለኻ በቲ ከኣ ትጸልኦ ኣለኻ ምስ ተጋገኻ ከኣ ንዓንዓንዓንዓ ኢሉ ክቕጥቅጠካ እዩ ማለት እዩ ስለዚ ብከምዚ ስለ ዝዓበና እቲ ሓንጎልና ብዙሕ ሓሳባት ዝነበሮ ናይ ንእሽተይ ህፃን ኮንካ እትሓስቦ ፍሪ ዝኾነ ገደብ ዘይብሉ ፍልጠት ዓቂቡ ዝነበረ ብፍርሕን ብሽቑረራን ተዓፅዩ ዕፅው ዝበለ ኣብኡ ኣይወፅእ ኣየብል ኣብኡ ይዕበስ ማለት እዩ ከይተጠቐምካሉ ወላ ሓንቲ ጥቕሚ የብሉን ማለት እዩ ሕጂ ብከምዚ ዝተሃንፀ ወለዶ ሓንቲ ነገር ክገብር ኣይክእልን እዩ ማለት እዩ ካብ ከምዚ ዝተሃንፀ ካብ ከምዚ ዝበለ ወለዶ ዝተሃንፀ መራሒ ከዓ መሪሕ ከዓ ከምዚ ትርእይዎ ገይሩ ይኹንነካ ማለት እዩ ስለዚ ኣደዳ ስደትን ኣደዳ ውርደትን ገይሩና ዘሎ ኣደዳ ድኽነትን ገይሩና ዘሎ ሓፈሽኡ ስርዓተ ነፃ ሓሳብካ ዘይምግላፅ ስለ ዘለና እዩ በቃ ናይ ምጭቋን ኩሉ ነገር ናይ ምጭቋን ማለት እዩ እቲ ምጭቋን ምጭቋን ምጭቋን ሽዑ እዚ ወሊዱ ማለት እዩ ክትዛረብ ኣይትኽእል ሓሳብካ ክትገልፅ ኣይትኽእል ርእይቶኻ ክትህብ ኣይትኽእል ክትነቅፍ ኣይትኽእል እቶ ኣብ መሪሕ ዘሎ እውን መሪሕ ዝብል ዘለኹ ጥራይ ናህቲ ሃገር ዘመሓድር ኣይኮነን ስጋብ መምህር ስጋብ ስድራ ቤት ስጋብ ዓብይ ሓውኻ ንእሽተይ ኮንካ ንዓብይ ሓውኻ ክትዳፈሮ የብልካን ከምዚኢታት እንደገና ንስኻ ንእሽተይ ኮንካስ ንዓብይ ሓውኻ ክትምህሮ ከምዘይትኽእል እናተባህለ እዚታት በቃ ኣዝዩ ኣዝዩ ፀቓጢ ዝኾነ ያ ብተፈጥሮኻ ብተውህቦኻ ሕንሳስ ልደ ናይ ገዛኻ ነቲ ቦኽሩ ገዛ ክምህሮ ይኽእል እዩ ተውህቦ ማሌት እዩ ሰብ ናብዚ ምድሪ እዚ ክመፅ ከሎ ነናቱ ተውህቦ ኣለዎ ስለዚ እቲ ተውህቦኡ ግን ንክገልፅ ዕድል ኣይተውሃበን ንስኻ ንእሽተ ኢኻ ንስኻ ኣብ ፀፍሒ የለኻን ንስኻ ከምዚ ኢኻ ንስኻ ከምዚ ኢኻ እንዳተባሃለ ቅድሚ ኩነት እንታይ ይኸውን ኣሎ ዳውን ከም ዝኸውን ይኸውን ኣሎ ማለት እዩ ጠቕላላሲ በቃ ከም ዝወደቕ ይግበር ኣሎ ማለት እዩ ሕጂ እዚ ነገራት እዚ ካብዚ ዝፈረየ መሪሕ ከኣ ምንቃፍ ኣይደልይን እዩ ክንቀፍ ኣይደልይን ጠቕላላ ክንቀፍሲ ከምዚ ክብሩ ዘውረድካዮም ከምኡ እዩ ዝመስሎ ማለት እዩ ወይ ከዓ ልዕልኡ ኮንካ ዝበለፀ ሓሳብ ዝበለፀ ርእይቶ እንድሕር ምፅእካ በቃ በለፀኒ ይብለካ ማለት እዩ ሽዑ ብምንታይ እዩ ዝኣትወካ በታ ናይታ ልዕልንኡ ብኣ ገይሩ ይፀቕጠካ ማለት እዩ ኣፀቓቕጣኸ ከመይ ከም ዘይትትስእ ይገብረካ ማለት እዩ እዚ ዓይነት ሲስተም ዘለዎ ሕብረተሰብ ከዓ ከምዛ ንሪኣ ዘለና ድኻ ዝኾነት ሃገር ብትን ዝበለ ፋሕ ዝበለ ብትን ዝበለ ትብዓት ዘይብሉ ህዝቢ ይወልድ ማለት እዩ ስለዚ እዚ ሓውና ዝገልጾ ዘሎ ብጣዕሚ ናይቱ ናይ ዓድና ስርዓት ዝዛረቦ ዘሎ እቲ ዝዛረቦ ዘለዎ ግን ክውንነቱ ከዓ ካልእ እዩ መን እዩ ትኩሉ ስርዓተ ትምህርቲ ሲ ክሰፍሕ ክኽእል ኣለዎ ይብለና ኣሎ ሕጂ ስርዓተ ትምህርቲ ክሰፍሕ እንተኮይኑ ንምንታይ እዩ ዩኒቨርሲቲታት ተዓፅዩ መን እዩኸ ክትኽሎ? እቲ ስርዓተ ትምህርቲሲ መን እዩ ከስፍሖ? እዞም ኩሎም መምሃራን ዝነበሩ ኣብ ኤርትራ ቅድምሲ ኣዝዩ ስሩዕ ዝኾነ ኣመሃህራ እዩ ነይሩ ማለት እዩ ካብኡ ግን ደሞዝ የብሎም ገለ ይብሎም ምስ ኮኑ ዋታይ ገደሰና ስጋብ ደሞዝ ዘይብሎም ካብ ሓረስቶት ብስፍሪ እኽሊ ዝምገቡ ዝነበሩ መምሃራን እኳ እዮም ነይሮም ማለት እዩ ስለዚ ስጋዕ ከምዚ ኢልካ ዝጫወ እዚ ኣብ ከምዚ ዘበጸሐኸ እንታይ እዩ እቲ ምልከት በቃ ክምላኽ ክኽእል ኣለዎ እቲ ህዝቢ ክድቆስ ክኽእል ኣለዎ ማለት እዩ ስለዚ ካብ ከምዚታት ዝተፈጥረ ህዝቢ ከዓ እዚ እዩ ዘይሓትት ወለዶ ይኸውን፣ ሓሳብ ዘይብሉ ወለዶ ይኸውን። ሕጂ ካብ ከምኡ ዝፈረየ እዩ ዝኩሉ ሶሻል ሚድያ ዝንስብ ንህለ ሓሳቡ ብትኽክል ከቐምጥ ዘይክእል ጥሪ ኢሉ ናብ ፀርፊ ጥሪ ኢሉ ናብ ፀርፊ እዚ ክልተ ዓመታት ከማን ይሓይሽ ቁሩብ ይረጋጋእ ኣሎ ካብቲ ፀርፊ ቁሩብ ደሓን ዝሓሸ ይኸውን ኣሎ ተስፋ ንገብር ከኣቱ ናይ ነፃ ሓሳብካ ምግላፅ እንድሕር ተፈጢሩ ሰብ ናብ ምርድዳእ ክበጽሕ ማለት እዩ ስለዚ ሓሳቡ ክገልጽ ዘይክእል ሩፍ ኢሉ ነታ ዝደለያ ቐሚጡ ብዛዕባ ጸርፊ እዝኒ ዘይገብር ወለዶ ዳርጋ ውሑድ እዩ ውሑድ እዩ በቃ ወላ ባዕሉ እቲ ዝኸይድ ዘሎ ነገራት እዩ ከይደለዮ ናብ ከምኡ ዘእትዎ ማለት እዩ ስለዚ እዚ ሓውና ዝምህሮ ዘሎ ትምህርቲ ሓቁ እዩ ብጣዕሚ ኣነ ሚእቲ ካብ ሚእቲ እየ ዝሰማማዓሉ ሚእቲ ካብ ሚእቲ እየ ዝሰማማዓሉ ማለት እዩ ምንቃፍ ዘይብሉ ሓሳብካ ናይ ነፃ ምግላፅ ዘይብሉ ኣይ ክትዓብን ኢኻ ሓንጎልካ ኣይክሰፍሕን እዩ ፈጠራታት ክትፈጥር ኣይትኽእልን ኢኻ ምህዞታት ክትምህዝ ኣይትኽእልን ኢኻ ዝኾነ ነገር ክትስንዕ ኣይትኽእልን ኢኻ። ክትፈርሕ ኢኻ፣ ብፍርሒ ኢኻ ዝኾነ ነገር እትሪኦ ማለት እዩ። ክብሉኒ እዮም ዝብል ነገራት ኢኻ ኣብ ሓንጎልካ ዝመልእ ማለት እዩ። ከምዚ ክብሉኒ እዮም ባዕላዊ ትንታነ ተምፅእ ክብሉኒ እዮምሲ እንታይ እዩ ክብለካ ድያ ኣይክብለካ እንታይ ትፈልጥ ግን በቃ ኣብ ርእስኻ ተምጽኦ ባዕላዊ ትንታነ ይበሃል። ስለዚ እዚ ሓውና ኣመሃህርኡ ብጣዕሚ ዳርጋ ሚእቲ ክብሎ ይኽእል። ኣመሃህርኡ ብጣዕሚ ክእለት ኣለዎ፣ ተውህቦ ናቱ ብቕዓት ኣለዎ። በቃ ዝኾነ ይኮነ መምህር ዝኸውን እንታይ ደኣ መምህር ክኸውን ዝኽእል ተውህቦ ዘለዎ እዩ። ተውህቦ ዘለዎ እዩ እሞ እዚ ሓውና ክተባባዕ ዝግብኦ እዩ ኣብኡ ከይድኩም ሳብስክራይብ ግበርሉ ናይ ከመይ ጌርካ ብሉፅ ዝኾነ ብሉፅ ዝኾነ ኣተሓሳስባ ዘለዎ ህዝቢ ክትሃንፅ ትኽእል ከዓ ትምህርትታት የዳሉ ኣለኹ ይብል ኣሎ ኣብኡ ከይድና ክንመሃር ብጣዕሚ ፅቡቕ እዩ ክብል እየ ዝደሊ እሞ ተባረኽ ዝሓወይ ቀፅሎ እየ ክብለካ ዝደሊ ኣሳልጦ ከዓ ይሃብካ ስለዚ ተኸታተልተይ ከዓ ነዚ ቪድዮ ሰሚዕኩም ሰሚዕክን ላይክ ክትገብራሉ እንደገና ከዓ ሸር ክትብልዎ ክትብልኦ እታ ቻነለይ ከኣ ሳብስክራይብ ብምግባር ከተተባብዑኒ ከተዕብይኒ ብትሕትና እንዳተላበኹ ጽቡቕ ኢኹም ትኸዱ ዘለኹም ተባራትዑኒ ኣለኹም ማለት እዩ ቀጽልዎ ግን ከኣ ኣይተስተኻኸልን ኣሎ ክጽበኤ ማለት እዩ ናታትኩም ሞራልን ናታትኩም ምብርታዕን ክጽበ እየ እንዳበልኩ እያ ዓቕምና ኢና ነቕርብ ዘለና ሰብ ከኣ ዝዓቕሙ እዩ ክገብር ዝኽእል እሞ ኣይተሰዋሓድዎ ክብል እየ ዝደሊ የቕንየለይ።